ንቤተሰብኪ ወይ ከዓ ንዓየይ ምረፂ። ሰላም ክቡራት ቤተሰብ ማይኖቲብ ከመይ ቀኒኹም ኣብ ዘለኹምዎ ሰላም ክትኾኑ ይምነየልኩም። እምበኣርከስ ናይ ሎሚ ትሕዝተይ ብዛዕባ ኣብ ሰብ ሓዳርን ቤተሰብን ዘጋጥም ፈተና ብኸመይ ክፍታሕ ዝኽእል ኣብ ምንታይ ኩነታት ክንኾን ከለና ከኢና ኣብ ምርጫ ንእትዮ ንቤተሰብኪ ወይ ከዓ ንዓይ ምረፂ፣ ንቤተሰብካ ወይ ከዓ ንዓየይ ምረፅ ዝበሃል ነገር ይመፅእ እዩ እሞ እዚ ነገር እዚ ንኸይመፅእ እንታይ ዓይነት ምልከታ ክህልወና ከሎ እዩ ንሕና እንታይ ዓይነት ኣመላኻኽታ እንታይ ዓይነት ኣተሓሳስባ ኣብ ሓዳርና ይኹን ኣብ ቤተሰብና ብኸመይ ክንሕዞም ከለና እዩ ዝብል ብሕፅር ዝበለ ትንክፍ ንኸብላ ሓንቲ ኣዝያ ሓፃር ዛንታ ግን ድማ ትጠቕመና እያ ኢለ ዝሓሰብኩዋ ንዚ ትምልከት ከቕርበልኩሞ ብድሕሪኡ ሓንቲ ሓቀኛ ታሪኽ እውን ክነግረኩም እየ ማለት እዩ እታ ዛንታ ከምዚ ትብል ሓደ ምሸት እዩ ሓደ ናይ ስነ ልቦና መምህር ናብ ምሸታዊ ተምሃሪኡ ከይድሲ ሓንቲ ኣገዳሲት ፅዋታ ከፃወተኩም ደልየ ኣለኹ ብፍቓዱ ዝወፅእ ተምሃሮይ ኣሎ ዶ ይብሎሞ ሓደ ተምሃራይ ህውኽ ኢሉ እንታይ ዓይነት ጸዋታ መምህር ይብሎ ንሱ እውን ፍቃደኛ ተኾይንካ ክነግረካ ይኽእል እየ በሎ እሞ ካብኡ ቀጺሉ ሓንቲ ኤልዛ ትበሃል ተምሃሪት ድማ ኣነ ፍቃደኛ እየ መምህር ክትሓተኒ ትኽእል ኢኻ በለቶ እሞ ንሱ እውን በሊ ኣብ ሳሌዳ ሳላሳ ኣስማት ናይ ሰባት ኣብ ህይወትኪ ዓብዪ ግደ ዝተፃወቱን ሕዚ እውን ዝፃወቱ ዘለውን ፀሓፊ ይብላ ንሳ እውን ናይ መሳርሕታ ናይ ገራዊታ ናይ ኣዝማዳ ናይ መሓዙታ ናይ ቤተሰባ ፀሓፈት ማለት እዩ። ካብኡ ሰላሳ ሰባት ምስ መልአት በሊ ካብዞም ሰላሳ ሰባት ብዙሕ ኣየገድስን ኣየድልዩንን ትብሉ እዮም ሰባት ሰለስተ ደምስስ ይብላ እሞ ንሳ እውን ኣስማት መሳርሕታ ትድምስስ። ብድሕሪ እንደገና ኣርባዕተ ደምስስ ኢለ ኣዘዛ። ንሳ እውን ኣስማት ገረዋዊታ ደምሰሰት። እንደገና ሌላ ሓሙሽተ ሰባት ደምስሲ ይብላ፣ ንሳ እውን ኣዝማዳ ደምሰሰት። ከምኡ እናበለት ክስካብ ኣርባዕተ ሰባት ዝቖርዩ፣ ንሱ እውን ነገራ እሞ ብድሕሪኡ ኣርባዕተ ሰባት ቀረዩ። ካብኡ ካብቶም ኣርባዕተ እውን ግድን ክልተ ሰባት ክትድምስሲ ኣለኪ ይብላ። ንሳ ግን ብዙሕ ፍቓደኛ ኣይነበረትን፣ ግን ድማ ሕቶኣ ክትምልስ ግድን ስለ ዝኾነ ክልተ ሰባት ደምሰሰት። ካብኡ እንደገና ካብቶም ክልተ ሰባት ዝቐረዩ ሓደ ግድን ክትድምስሲ ኣለኪ በላ። ንሳ ግን ዳዋ ቆራዕራዕ እናበለት ደው ክትብል ኣይከኣለትን፣ ኮፍ በለት። ንሱ እውን ተንስኢ ግድን እዩ ሕቶኺ ክትምልስ እንተኮይንኺ እቲ ዝብለኪ ዘለኹ ክተተግብሪ ኣለኪ ይብላ ካብኡ ንሳ እውን ተይፎተየቲ ሓደ ሰብ ደምሰሰት። እቲ ዝቓረየ ድማ ሰብኣያ ነበረ። እቶም ክልተ ዝደምሰሰቶም ወለዳ እዮም፣ ወዳኣ ነቦኣን። እቲ ሓደ ምስቲ ሰብኣያ ዝቓረየ ድማ ወዳ እዩ ማለት እዩ። ካብኡ እቲ መምህር እውን እቶም ወለድኽ እውን ወሊዶም ዘዕወይኽ እዮም። እቲ ወድኽ እውን ብፍቓድክን ብፍቓድ እግዚኣብሄርን ካብ ከርስኺ ዝወፀ እዩ። ከመይ ገይርኺ ኢኺ ካብ ወለድኽን ካብ ውላድኽን ንስብኣይኪ ኣቑሪኽዮ ይብላ እሙይ ንሳ ድማ እወ ወለደይ ኣዕውዮምኒ እዮም ግን ድማ ሕዚ ሓዲገዮም ወፂ እያ ውላደይ እውን ከምቲ ኣነ ልወለደይ ሓዲገዮም ዝወፃኹ ንሱ እውን ኣብቲ ዝብፃሕ ክበፅሕ ከሎ ወይ ከዓ ዓቕሚ ኣዳም ክመልእ ከሎ ወይ ንዝተፈላለዩ ንጥፈታት ወይ ንትምህርቲ ወይ ንንግዲ ወይ ከዓ ናብ ሓዳር ሓዲግ ንኸይድ እዩ ምሳየ ዘለኣለም ፅቡቕን ሕማቕን ተጋንፎታት ከሕልፍ ዝኽእል ሕማቕን ፅቡቕን ክነስተማቕርን ክንጋፈጥን ንኽእል ግን ምስ በዓል ገዛ እየ ምስ በዓል ቤት እየ በለቶሞ እቶም ተምሃሮ እውን ብኣጉርሞት ተንሲኦም ኣድንቆቶመ ብጭውጨዋ ገለጽላ ማለት እዩ። እቲ መምህር እውን ብጣዕሚ ተገረመ። ናብ ኮፍ መበሊኣ እውን ሒዙ ከይዱ ከፍ ኣበላ። ስለዚ ካብዚ ታሪክ እዚ ወለድና ግድን እዩ ክነምህሮም፣ ወለድና ግድን እዩ ክዕውዮምና እዮም፣ ፍቕርና ክብርና ክንልግሰሎም፣ ውላድና እውን ብስነ ምግባር ክነዕውዮ፣ ፍቕርና ክንልግሰሉ በዓል ቤትና ወይ ከዓ በዓል ቤትና ግን ናይ ኩሉ ግዜ ዘለኣለማዊ ብቓል ኪዳን ዝተኣሰርና ሓደ ኣካል ስለ ዝኾንና ንሱ እዩ ናይ ዘለኣለምና ፍቕርን ክብርን እናለገስና ድማ ንነብር ማለት እዩ። ምክንያቱ ቅድሚ መርዓና ፍቕሪ ፍርሓትን ንእግዚኣብሔር ብድሕሪኡ ፍቕርን ክብርን ንወለድና ማለት እዩ። ድሕሪ መርዓ ድሕሪ ሓዳር ግን ፍቕርን ፍርሓትን ልእግዚኣብሔር ብድሕሪኡ ድማ ልበዓልቲ ቤትና ወይ ከዓ ልበዓል ቤትና እዚኣ እየ ተምሄረ ኣነ ንስኻትኩም እውን ካብዚ ታሪክ እዚ ካብዚ ዛንታ እዚ ተምህርኩም ትኾኑ ተስፋ ይገብር ናፍታ ቀፃሊት ሓቀኛ ታሪክ ዘንብብክዋ ግን ናፍታ ሓቀኛ ታሪክ ክሕልፈኩም ከለኹ ግን ያው ሰብኣይ ሰበይቲ እዮም ሰብ ሓዳር እዮም ተመርዕዮም እዮም ኣይወለዱን ግን ድማ ኣብዚ ሐዚ ዘለና ወለደ መቸም ስደት ኢና እታ ሰበይቲ ናብዚ ናብ ስደት ትመፅእ እሞ እቲ ሰብኣይ ኣብ ዓዲ ይፀንሕ ብድሕሪኡ ድሕሪ ኩናት እዛ ሰበይቲ ኩሉ ግዜስ ንዑለት ሰደሉ ነይራ ልዞም ልወለዳን ቤተሰባ እውን ትሕግዝ ነይራ ካብኡ ንሱ ምስ መፀ ግን በቃ ድሕሪ ሐዚ ይኣኽለኪ ስደትና ምእንቲ ክሓፅር ኣነ እውን ክሰርሕ ንስኺ እውን ስርሒ ዝኾነ ሙያ ገይርና ዓድና ንኸድ ይብላ ካብኡ ንሳ ግን ምሕጋዝ ዘየቋረፀትን ወዲ እኮይ ወዲ ነንእሽተይ ሓወይ መርዕኾ ሓፍተይ ሰሓብኩ እናበለት ቅርሻ ትኩትኖ ማለት እዩ ካብኡ ብዙ ግን ፍሕፍሕ ይፈጥሩ ሰብኣይ ሰበይቲ እሞ ምንም ክገብር ኣይከኣለይ ንሓዳርና ንኹን እየ ዝብለኪ ዘለኹ ይብላ ንሳ ድማ ንሓዳረይ ኣይኮነ የወልኪ ግን ቤተሰበይ እንድሕር ዘይተኽበረለይ ኮይኑ ከዓ በቃ ምንም ክገብር ኣይክእሊ ኣነ ቤተሰበይ ምሕጋዝ ጠጠው የብሊ ኢላ እና ንሱ እውን ንቤተሰብ ኣይተሓገዘ የወልኩይ ኣሽኳ እንዶ ንስኺ ኣነ እውን ቤተሰብኪ ቤተሰበይ ስለዝኾኑ ክሕግዞም ዓቕመይ ግድን እዩ ግን ድማ ንባዕለይ ዘይኮንኩ ንኻሊእ ክኾን ኣይክእልን ስለዚ ንስኸውን ንሓዳርክ መጀመርያ ኹን እሞ ካብኡ ንቤተሰብክ እውን ብዓቕሞም ኢሉ እና ኣብ ሃምዚ ውጥረት እዩ ዘሎ ተቆልዓ ብጣዕሚ ልገርመካ ግን ብዙሓት ኣብ ሃምዚ ግጭት ልኣትና ንቤተሰብካ ክትሕግዝ እዩ ግድን ግን ድማ ሓዳር እውን ብሃምዝያት ክፈላለ ስለዘይብሉ ሓዳር ክቡር ስለዝኾነ ኣብ ሓዳርካ ስትር ተይልካለ እዩ ቤተሰብካ ክትሕግዞም ትኽእል እምበር ደሓር ቆልዕኻ ልወይኖም ንስኻ እውን ካብ ሓዳር ወፂኻ እንደገና ናብ ቤተሰብ ኣይትድረብ እና የልባዕልኻ የልቶም ቤተሰብ እዩ እየ ልብል ንስካትኩም ከታይ ትብሉ ኣብዚ ከምዚ ኣጋጣምታት ብዙሕ ሕቶ እዩ ዝመፅእ ከምዚ ተዘጋጥምሲ

ብኸመይ እዩ ምርጭ እሲ ከመይ እዩ ክኾን ዝግባእ መስመር እሲ ኣብ ከመይ ኩነታት ክኾን ኣለዎ ዝብል ኣብ ኮመንት ተቐምጡለይ ምክንያቱ ክንመሃረሉ ስለ ዝደለኹ እየ ብዝተረፈ ግን ስሰናይ ንዓኹም ሰናይ ቅንያት